ሰላም ከመይ ትውዕሉ ክቡራት ተኸታተልትና ኣብ ሕቡራት ኢማራት ዓረብን ጎረባብታን ብፍላይ ኣብ ሃገረ ዖማንን ኣብ ከተማ ዱባይን ሓያል ንፋስን ዝናብን ኣብ ልዕሊ ህይወት ደቂ ሰባት ሞት ኣብ ንብረት ከኣ ዕንወት ኣውሪዱ መለክዒ ኩነታት ኣየር ኣብ ስራሕ ካብ ዝውዕል ንደሓር ኣብ ዱባይ ከምዚ ዝዓይነቱ ዝናብ ዘኒቡ ከም ዘይፈልጥ ክኢላታት ሜትሮሎጂ ሓቢሮም። ኣብ ዱባይ በዚ ዝናብ ምኽንያት ኣዝዮም ብዙሓት ጎደናታት ብማይ መሊኦም ተዓጽዮም መዕርፎ ነፈርቲ እውን ከይተረፈ ንሓጺር እዋን ክዕጾ ኮይኑ ነይሩ። ኣብ ዱባይ እቲ ኣብ ዓመት ሙሉእ ክሃርም ዝግብኦ ዝነበረ ዝናብ ኣብ ውሽጢ 24 ሰዓታት ጥራሕ ብምዝናቡ ነታ ምድረበዳዊት ናይ በጻሕቲ ሃገር ከተማ ካብ ዓቕማ ንላዕሊ ኮይኑዋ።

መስመር ባቡር ከተማ ዱባይ'ውን በዚ ሓያል ዝናብ ካብ ስራሕ ደው ክብል ተገዲዱ። እቲ ህቦብላዊ ንፋስ ኣብ ባልኮኒታት ንዝነበሩ ጠዋሉን ወናብርን ካብ ርሻናት ኣልዒሉ ንታሕቲ ገጹ ክድርብዮም ተራእዩ። እቶም ጸሓይ ናፊቖም ካብ መላእ ዓለም ናብ ዱባይ ዝገሹ በጻሕቲ ሃገር ከኣ ዘይሓሰብዎ ረኺቦም ኣብ ሆቴላቶም ተዓጽዮምን ውዒሎምን ሓዲሮም። ዱባይ ትማሊ ሰሉስ ጥራሕ ኣብ ሓደ ትርብዒት ሜትሮ ሚእትን ኣርብዓን ክልተን ሊትሮ ማይ ብዝናብ ለኪዓ። ገለ ጸብጻባት እውን ክሳብ ክልተ ሚእትን ሓምሳን ሊትሮ ከም ዝነበረ ይነግሩ። እቲ ዝናብ በረድን ንፋስን ዝተሓወሶ ስለ ዝነበረ ነቲ ኩነታት ኣጋዲድዎ እዩ። ካብተን ሸውዓተ ንኢማራት ዓረብ ዘቖማ ቦታታት ኣብ ሓንቲ ዞባ ሓደ ወዲ ሰብዓ ዓመት ኣብ መኪንኡ እንከሎ ውሕጅ ስለ ዝወሰዶ ህይወቱ ከም ዝሓለፈ ፖሊስ እቲ ከባቢ ይሕብር። ኣብ ርእሲ ከተማ ኢማራት ዓረብ ማለት ከተማ ኣቡዳቢ መንግስቲ ተምሃሮን ሰራሕተኛታትን ብዝተኻእለ መጠን ኩሉ ነገር ካብ ኣባይቶም ክገብርዎ መኺሩ። ኣብ ጎደናታት ዱባይ ብዙሓት ሰባት ብማይ ተታሒዞም ካብ መካይኖም ክወጹ ስለ ዘይከኣሉ ገለ ምሉ መዓልቲ ኣብ ውሽጢ መኪናኦም ዝወዓሉ ኮይኖም ገለ እውን ኣብ መካይኖም ዝሓደሩ ኣለዉ። ሰበስልጣን ዱባይ ናብቲ ከባቢ ማይ ዝመጣ ዓበይቲ መካይን ብምልኣኽ ነቲ ጎደናታት ይጸርግዎ ኣለዉ። ኣብ ኢማራት ዓረብ ብዙሕ ዝናብ ኣይረአን እዩ። እቲ ከባቢ ምድረ በዳ ስለ ዝኾነ ኣዝዩ ውሑድ ማይ እዩ ዝዘንቦ። ኣብ እዋን ክራማት ማለት ካብ ወርሒ ጥቅምቲ ክሳብ እዚ ሒዝናዮ ዘለና ወርሒ ግን ወቕቱ ስለ ዝኾነ ዝናብ ይረአ እዩ። እዛ ብጽባቐኣን ብዘለዋ ትሕቲ ቅርጽን ብብዙሓት በጻሕቲ ሃገር ፍትውቲ ዝኾነት ከተማ መወገዲ ማይ ዝኸውን ካናለታት ወይ ፋኛትራታት ኣይተሃንጸላን። በዚ ኸኣ ወትሩ ዝናብ ኣብ ዝዘንበሉ እቲ ማይ ኣብ ጎደናታት እዩ ደው ዝብል። እቲ ሓያል ዝናብ ግን ኣብ ኢማራት ዓረብ ወይ ኣብ ዱባይ ጥራሕ ኣይኮነን ዘኒቡ። ኣብ ቀጠር፣ ስዑድ ዓረብ፣ ባሕረይንን ዖማንን እውን ዘኒቡ እዩ። በዚ መሰረት ኣብ ዖማን በዚ ናይ ተፈጥሮ ሓደጋ ዓሰርተ ሸሞንተ ሰባት ሞይቶም ኣለዉ። ካብዞም ዓሰርተ ሸሞንተ እቶም ዓሰርተ ተማሃሮ ቆልዑ ከም ዝኾኑ ከኣ ካብ ዖማን ዝወጹ ዘለዉ ጸብጻባት ይገልጹ። ትማሊ ናብ ዱባይ ዝበራ ዝነበራ ነፈርቲ ኣብ ካልእ መዕርፎ ነፈርቲ ክዓልባ ከም ዝተገብረ ብዙሓት ነፈርቲ ከኣ ሰዓታተን ኣሕሊፈን ካብ ዱባይ ክበራ ከም ዝተገደዳ ክፍለጥ ተኻኢሉ ኣሎ። ኣብ ህልም ዝበለ ምድረ በዳ ከምዚ ዝኣመሰለ ማይ ንሰብን ንብረትን ሓደጋ ክኸውን ዘየገርም ኣይኮነን። ኢማራት ዓረብ ንዘለዋ ሕጽረት ዝናብ ንምምሕያሽ ሓደ ሚኒስትሪ መስሪታ ኣብ ዝፍጠሩ ንኣሽቱ ናይ ተፈጥሮ ደበናታት ብቴክኖሎጂ ደበና ዘሪኣ ማይ ከም ተዝንብ ብኹርዓት ትገልጽ። ሓደ ሓደ እዋን ግን እቲ መጠን ዝናብ ከምዚ ሕጂ ዓይነት ሓደጋታት እዩ ዝፈጥር። ከተማ ዱባይ ማዕረማዕረ ህንፃታታ ኣብ ጎደናታታ ብቕልጡፍ መወገዲ ፈሳሲ ክስርሓላ እኳ ይግባእ እንተነበረ እቲ ቅልጣፈ ህንፃታት ግን ነቲ መሰረታዊ ጉዳይ ሓሊፍዎ ክኸይድ እዩ ተራእዩ። ኢማራት ካብ ዝመፅእ ዘሎ ወርሒ ናብ ሙቐትን ብርቱዕ ሃሩርን ክትሰጋገር እያ። እቲ ናይ ዝናብ ወቕቲ ኣብ ምውድኡ እዩ።
ልዕሊ ሓምሳ ኢትዮጵያውያን ኤርትራውያን ስደተኛታት ብሱዳን ሓይልታት ከም ምሩኻት ምትሓዞም ቢቢሲ ሓቢሩ። ብሱዳን ጌሮም ናብ ሊብያ ንምቁራጽ ዝፍትኑ ዝነበሩ ኤርትራውያን ኢትዮጵያውያን መንእሰያት ስደተኛታት ንሓደ ዓመት ዝጸንሐ ናይ ሱዳን ሓድሕድ ኲናት ብዝርከቡ ተዋጋኢ ሓይልታት ከም ምሩኻት ተታሒዞም ብምርካቦም ቤተሰቦም ገሊጾም። ኣብ ቀረባ እዋን ብዙሓት መንእሰያት ካብ ናይ ጽዕነት እንዳወርዱ እንዳተሃረሙን እንዳተደፋፍኡን ዘርኢ ቪድዮ ኣብ ማሕበራዊ ገጻት ተዘርጊሑ ኣዛራቢ ኮይኑ ነይሩ። ኤርትራውያን ኢትዮጵያውያን ዝኾኑ ካብ ኢትዮ ተበጊሶም ናብ ሊብያ ክኸዱ ዝሓሰቡ ኣብ ሱዳን ከምተታሕዙ ከምኡ'ውን ቢቢሲ ንዘዘራረቦም ስድራቤቶም ገሊጹ። በዚ መሰረት ብምግባር ቻነልና ነዚ ኣጋጢሙ ዘሎ ናይዞም መንእሰያት ሽግር ብሓንሳብ ድምጺ ክንኮኖም ሓጺር መልእኽታ ተመሓላልፍ። የቐኔለይ! ሳብስክራይብ ዘይገበርኩም ሳብስክራይብ ብምግባር ሓደሽትን እዋናዊ ዜናታትን ንምስማዕ ስድራቤት ይኹኑ።